ኣቤ ኣቤ ሽኮር መጀመርያ ርእይ መሰበልኩኻ የዒንትኻ ይፈትዮ ምናልባት ንስኻ ይርድኣካ እንሆ ንዓይ ግን ኣብ ልበይ ፍሉይ ቦታ እዩ ዘለካ ሕጂ ግን በቃ ተወዲእኒ ኣይትጨክነለይን ከኣ ትኾን እዚ ኩሉ ፍቅረይ ሪኢኻ

ክቡራት ሰማዕቲ ንሎሚ ምስ ክልተ ካብ ስነጥበባውያን ሃገርና ዘካይዶ ናይ መን ገመተ መደብ ናባኹም ከብለየ ሓቢርና ንከታተል ካብ ክልቲኦም ቅድሚ እዛ መደብ ምውዳኣ መን ይስዕር ንስኹም ውን ክቡራት ሰማዕቲ ግምታትኩም ኣብ ኮመንት ጽሓፉ። ስማዕ እስከ በዚ ሎምዚ ከኣሲ ሳላ መጸባበቂ ዓይኒ እቲ ጓል እያ ክፍእት ደላ ቱፋሕ መስላ ትርኤን ደለኻ ዳሕራይ ግን ኣብቲ ዓራት ዲብ ኢልካ ግንጽል ተበልካሲ ፋንታን ኮካን ይንቆት ኣሎ። ሕጂ ሃይለካ ዝኾነ ለኻኺኻ ብላዕ። ከመይ ለኻይ ሸይጣን ተለኸይ ጓለይ ዋ ኣቲ ኣዴታትና እኮ እግሪ ሰብኣያን ሓፂበን እኳ እየን ሻይ ዘቕርባ ነይረን እጃኻ ስግድግድ ብለኒ ኣሎ ተራእይኒ ድኣ እግርኻ እንዳሓፀብኩ ዕልው ክብለልካ ክንክልዩ ባብልኪ ተይሞ መርገም ንመን ቀተለ ሓመድ ክዕደ ብመርገም ኢና ሞይትና ኢሎም ክድውሉልኪ ኣቲ

Hello Hello ሰላም ሰላም ከመይ ኣለኹም? መርሓባ ሰላም ድዩ? ጥዕና ሃበልና ከመይ ንስኹም?
እግዚኣብሔር ይመስገን ሰላም እዩ ራሙን ሓወይ። Okay ግርም ኣቢ and ሶሊ ሶሊ Rami ከመይ ከመይ?
ደሓን ዶ? ጽቡቕ መስገነይ ከመይ ኣለኺ? ኣምላኽ ይመስገን።
ኦኬ ጽቡቕ ክልቴኹም ኣቲኹም ኣለኹም ሕጂ ናብ መደብ ምጅማር ክንኣቱ እንዲና። ኣለኹም ምሽ ኣቢ? ሶሊ
ኣለኹ ኣለኹ ራማ ሆይ ሶሊ
ኣቢ ደሓን ዶ? ሰላም ዲዩ?
ከመይ? ከመይ ጥዕና?
ሰላም ዩ ኣምላኽ ይመስገን ደሓን ዲኻ ከ። ሰላም ዩ ሰላም ዩ ሰላም ከመይ ዓዲ። ዓዲ ሰላም ዩ ጽቡቕ። ኦኬ ጽቡቕ ድሮ እኮ እቲ መደብ ተጀሚሩ ኣሎ እስኪ ኣቢን ሶሊን ቅድሚ ሕጂ ሌላ ኔርኩም ድዩ ከመይ ኢኹም ትፋለጡ ኔርኩም ዲኹም ብጀካ ብ ሜድያ።
ኣይተራኸብናን ቅድሚ ሕጂ እኳ ግን ብ ሾሻል ሜዳታት ገለ ኢና ተራኺብና ኣጋጣሚ ከኣ ጽቡቕ ሌላ ከኣ ጌርና ማለት ዩ። ኦኬ ጽቡቅ እስኪ ኣቢ ካብ ሶልያና ካብ ሰራሓተን ፊልምታት ደስ ዝበለትካ እስኪ ሓንቲ እስኪ ንገረና። ካምብያ። ካምብያ። ካምብያ ሓራይ ጽቡቅ ሰሉከ ካብ ኣቤል ቴድሮስ ጥዊጣዕ ካብ ሰረሐን ፊልምታት እስኪ ደስ ዝብለኪ።
ናይ ኣቢ እኮ ኩሉ ብዘካ ፊልምታት ጥራይ ዘይኮነ ወላ ደርፍታት ይከታተሎ እየ ደስ ትብለኒ ከዓ እዛ ናይ ሕጂ እንተያ ጨዓይ ድያ ትብል ኣቢ ጨዓይ ጨዓይ እዎ ጨዓይ
ሕራይ ፅቡቕ ደስ ትብለኒ እያ ብጣዕሚ ሕራይ ሕጂ ናብ ሕቶታተይ ክኣቱ እየ መምኩም ይስዕር

ኣቤል ቴድሮስ ዘድንቆ ካብ ኮሜዳን ሃገርና መን ኢልኪ ትግምቲ ከምርጸኪ ሀ ግርማይ ዮሃንስ ሳንድያጎ ለ መብራህቱ ሰለሙን መብርየ ሐ ሓጎስ ወልደገብርኤል ሲዚኒኖ መ ዮናስ ምሕረትኣብ ማይናስ። እም እዋይ።
ንመብሬ ዶ ፎብ ትኾን
ፈቱ ዶ ኮን ኣይኮን እርግፀኛ ኮኒ
ሕራይ መብሬ ሕራይ ለ መብራህቱ ሰለሙን መብሬ እታ መልሲ ተመኸርኩም ዳ ከይትኾኑ እምበር መሊስኪ ኣለኺ ረኺብኪ ኣለኺ ኣርባዕተ ነጥብላትኪ ፈሊጥያ ረኺብክያ ፅቡቕ
ሓደ ብ ዜሮ ሓደ ብ ዜሮ ኣረ ፅቡቕ ኣቢ ሕጂ ከናባኻ እያ ሶልያና ዳዊት ተድንቆ ካብ ኮሜድያን ሃገርና ንመን ኢልካ ትግምት ሀ መምህር ሰለሙን ኣርብዓ ለ ዮናስ ምሕረተኣብ ማይናስ ሐ ግርማይ ዮሃንስ ሳንዲያጎ መ ሓጎስ ወልደ ገብርኤል ሱዚኒኖ ሓንቲ እያ እታ ምርጫ ሓንቲ እያ እታ ምርጫ እታ መልሲ ሓንቲ እያ ኣጆኻ መምህር ሰለሙን፣ ዮናስ ምሕረተኣብ ማይናስ፣ ግርማይ ዮሃንስ ሳንድያጎ፣ ሓጎስ ወልደገብርኤል ሱዚኒኖ። ሓጎስ ወልደገብርኤል ሱዚኒኖ። ኦው
ኣይረኸብካያን እታ መልሲ፣ ሐ ግርማይ ዮሃንስ ሳንድያጎ እያ ነይራ። ክብላ ሓሲበ ከኣ ነይረ። ኣቢ ኣቐዲምና ኣነ ንስኻ ክንዳወል ነይርና ክንራኸብ ነይርና እዎ ሳንዳ ነይራ ከመይ ክትከውን ነይርዋ ግን ደሓን ሕጂ እቲ ጉዳይ ተወዲኡ እንድዩ ንድሕሪት ምባል የለን
ኣነ እኳ ተጋጊ ክረኽባ ነይርኒ ቀዲመ ክንዘራረብ ነይር ደሓን ደሓን ንኺጥራጆኻ ተስፋ ኮለካ ሓንቲኻ እኳ ተጋጊኻ ዘለኻ እዎ ኣሎ ጌና ይደሎ ትውድድር ዳ ኣሎ ቀጻሊ እዩ ሓራይ ሰሊ ናባኸ ኣቤል ዘድንቆ ካብ ደረስቲ ሃገርና መን ኢልክ ትግምቲ ሀ ኢሳያስ ጸጋይ ለ ዳዊት ዘካርያስ ሐ ዲሰሎ መ ደበሳይ ወልዱ ኢሳያስ ጸጋይ
ሀ ኢሳያስ ጸጋይ

ኣቢ ንኺ ናባኸ ሕጂ ሰለና ዳዊት ተድንቆ ካብ ደረስቲ ሃገርና ሓደ ጥቐስ ወይ ምረጽ ሀ ኤፍሬም ካሕሳይ ወዲ ኳዳ ለ ጀማል ሳልሕ ሐ ተመስገን ፀሃየ መ ኢሳያስ ፀጋይ
እስከ ድገመለይ ተን ምርጫ ሀራይ ሀ ኤፍሬም ካሕሳይ ወዲ ኳዳ ለ ጀማል ሳልሕ ሐ ተመስገን ፀሃየ መ ኢሳያስ ፀጋይ

ኣቤናይ መዓሙቕ ኢኻ ኣቲኻ ዘለኻ ሕጂ ከ እዛ ዜሮኻ ቁዒምካያ
ሃፂፅኻ ሕጂ ሃፂፅካ ሃፂፅካ ካብ ዝገርመካ እታ መልሲ ናይ ክልቴኹም ሓደ ዓይነት እያ ነይራ እስያስ ፀጋ እያ ነይራ እንታይ ትዛረብ ኣላ ደሓን ደሓን ኣጆኻ ሕጂ እውን ቀፃሊ እዩ ዘሎ
ክልተ ብዜሮ ክልተ ብዜሮ ተኸኣልክን ሰሉይ ሰሊ እስኪ በል ሕጂ ኸዓ ሕጂ ኸዓ ስክሕርያ ኪና ሃራይ ሳልሰይቲ ሰሊ ናባኸ እየ ኣቤል ቴድሮስ ኣብዚ ናቲ ዕድመ ካብ ዘለዉ ድምፃውያን ዘድንቖ ንመን ኢልኪ ትግምቲ? ሀ መድሃኔ ገብረመድህን ንኡሰይ ለ ተዳሎ ዮሃንስ ሐ ፊልሞን ማሕራይ መ ሰዓረ ደበሳይ እስኪ በሊ ሕጅስ ንርእየኪ ኢና ሕጅስ ክንደናይ ኣጆኺ ደሓን ኣጆኺ
ተዳሉ ዮሃንስ
ኣይተዳለኽን ኣብዚኣሲ እውይ ሃፂፀ ኣጢዝኪ ሓደ ተመስገን ሓደ ተመስገን እያ እዚኣ ሰሊ እታ መልሲ ሐ ፊልሞን ማሕራ እያ ነራ እያ
ሕራይ ንኺድ ሃፂፀ ሃጢፅኪ ንኺድ ኣብ ናባኸ እያ ተስፋታት ሶልያና ገይረ ሕጂ ጽቡቅ ተስፋ ገይረ ኣለኹ ኦ ናይ ብሓቂ ተስፋ ኣለካ ሕጂ ሶልያና ዳዊት ኣብዚ ናታ ክሊ ዕድመ ካብ ዘለዉ ድምጻውያን ንመን ተድንቅ ኢልካ ትግምት ሀ ተዳሎ ዮሃንስ ለ ዓወት ግደይ ሐ ኣደባይ ተኽልዝጊ መ ዓወት ተኽለማርያም።
ተዳሎ ዮሃንስ። ኦው ናይ ብሓቂ ተዳሊኻ መጺኻ ንስኻ። ዝያዳ ዝያዳ ባዕሉ ይኩን ይገረካ
ነ- ነጊርኪ ነርኪ ዲኺ
እነኖ ገሚቱ እምበር ካብቲ ቀዲመ ዝበልክዋ ኣሃ ኦኬ
ኣረ ያ፣ ሰሉ ናባኸ
ኣቤል ተሸጊሩ ዝሸጦ ንብረት ኣለዎ ዶ የብሉን እንተለዎ ኸ እንታይ ኢልክ ትግምቲ ሀ ኣለዎ ለ የብሉን ተሸጊሩ ዓቕሉ ጸቢዎ ንዓታ ንብረት ዝኸባጋዮልካ ናብ ሰዓት እዚ ኢሉ ዕዳጋ ሓራጅ ዘውረደ ንብረት እንተለዎ ሃዮ ገምቲ

ኣቤላ ርክብ ወዲ ርክባት እዮም ዝብልዎ እሱ እውን ከምኡ ዝብል ሶሊ ደሃንስ ግን እንተለዎ ከንታይ ኢልኪ ምገመት ኪሚርኪ እዋ እንታይ እዚ ኣስገባሪ ክንደይ ኢሎሞ ክግምት እየ ራማ ሓወይ ኣብ ቀረባ ሸጥ ዝኽእል ንብረት እንታይ ኣሎ
ዝሽየጥዋ እንድዒ ክንደይ እሞ ክንብሎ ኢና መዓት መሊኡ። ደሓን በሊ።
እሞ ገለ ካብኡ ተሸጊርካ ትሸጦ እስከ ካብቲ ኣለዎ እንዲኺ ኢልኪ እንድለኺ ሃብ እንዲ በሊ። ቁሩብሲ ደሓን መራጎዲ ዝኸውንሲ ኣጆኺ። እንድዒ እንታይ እሞ ክብል እዚኣስ ኣይግምታን እየ በዚ መዓት ነገር እዩ ደሎ ተሸጊርካ ክትሸጦ ትኽእል። ጽብቕቲ ዜሮ ክትኮነልኪ ኢለን እንዴ ዜሮ ብዜሮ ኣስቂድካ ተህው ትጨኒ ኣለኻ
ግን ደሓን በቃ ደሓን ዜሮ እታ መልሲ ለ የብሉን እያ ኣይመለስክያን ሰሊ ኣቢ ኣቢ ናባኸያ ኣለኹ ሰለና ዳዊት ተሸጊራ ዝሸጠቶ ንብረት ኣለዋ ድዩ የብላን እንተለዋ ከ እንታይ ኢልካ ትግምት?
ኣነ እዚኣ የብላን ይብል ሶሊ። የብላን
ዎው። ፍጹም ተሸጊራ ዝሸጠቶ ንብረት የለን። ናይ ብሓቂ የብላን ሓሲባቶ ኮን ኣይትፈልጥን እያ ከምቲ ዝበለትንስ። ብፍጹም መሊስካያ ኣለኻ እዚኣ።
የስ።
ማዕረ ኮንኩም ኣለኹም ሕጂ። ሕጂ ማዕርኹምኩም ኣለኹ ሕራይ ሰሉ ናባኸ ውድድር ጌና ቀጻሊ ዘሎ ሕራይ ኣቤል ቴድሮስ ዘድንቖም ሓደ ካብ ደቂ ተባዕትዮ ሓንቲ ከዓ ካብ ጓል ኣንስተይቲ ተዋሳእቲ ሃገርና ምረጺ ሀ ኣማን ሓምድ ባድሻን ሲዶና ረድእን ለ ረዘና ኣለምን ኤረና ኣፈወርቅን ሐ ሳልሕ ርዝቀይን ሜሮን ሃይለን መ ፍቓድ ኣልኣሚንን መረብ እስጢፋኖስን ኣጆኺ ረግመልኪ ሃረይ ምርጫ ድገመለይ ሃራይ ሀ ኣማን ሓምድ ባድሻን ሲዶና ረድእን ለ ረዘና ኣለምን ኤረና ኣፈወርቅን ሐ ሳልሕ ርዝቀይን ሜሮን ሃይለን መ ፍቓድ ኣልኣሚንን መረብ እስቲፋኖስን
ዋይ ክልተ እንዲ ዳ ገሚተ ኖኖ ሓንቲ ደኣ ሓንቲ ደኣ ምግማት ዳ ሽሕ ሚእትን ትግምት እዚኣ ግን ካብዚ ኣርባዕተ ሓንቲ ምረፂ ሓንቲ ምረ ሓረይ ደሓን በቃ ዕድለይ ክርትን እምበር ክልተ እየ ገሚተ ነይረ ናይ መወዳእታ መረብ እስጢፋኖስን
ፋዳል ኣሚንን መረብ እስጢፋኖስ ናይ ብሓቂ እቲ ሓንቲ ከመይ ናይ ነራ እታ ካልኦት ዝገመትክያ ወይ ወይ ሀ ወይ ከዓ መ ገሚተ ነረ ወይ ባሻን ሲዶና ረድእን ብዝኾነ ኮይኑ ሰሊያና ዳዊት ካብ ከተማ ካምፓላ መሊስኪ ኣለኺ ሃገረ ዩጋንዳ ገሚትኪ ሕጂ ሳብዚያ ገሚትኪ ኣለኺ ጉዕዞ ጌና ቀጻሊ ሕቶን መልስን ምግማት ማለት እዩ ቀጻሊ ዘሎ ኣብ ናባኻ እያ ናባይ ኣወ ኣብ ንስከበል ሶልያና ዳዊት ካብ ተድንቆም ተዋሳእቲ ማለት ሓደ ካብ ደቂ ተባዕትዮ ሓንቲ ካብ ደቂ ኣንስትዮ ሃገርና መን ኢልካ ትግምት ሀ ቴድሮስ ብርሃነን ሳሊና ገብረሃንስን ለ ተኣምራት ማሕታን ሳሮን በረኸትን ሐ ጀማል ሳልሕን ጽገ ተኽለሰንበትን መ ኣምለሶም ኣብርሃን ሻሹ ተኽለን እህ ኣጆኻ ትቕድመካ'ያ እስከ ዘላ። እተን ምርጫ እተን ሐራይ ምርጫ እስከ ድገመለይ። ሐራይ ጽቡቕ ሀ ቴድሮስ ብርሃነን ሳሊና ገብረሃንስን ለ ተኣምራት ማሕታን ሳሮን በረኸትን ሐ ጀማል ሳልሕን ጸጋ ተኽለሰንበትን መ ኣምለሶም ኣብርሃን ሻሹ ተኽለን። ሐ ጀማል ሳልሕን ፅገ ተክለሰንበትን እዩ። እምእምእምእምእም ጉዕዞ እዋእ እዚኣ ናይ ጌርካዮ ከተመጽእ ኢኻ ወሪድኒ ኣንተርፎ መዓስ ጥዕመካ ክብል ኣነ ቴክስት ገይር- ገይረሉ ይፈልጥ ደዊለሉ ይፈልጥ እሂ ኣቢ እዋ ዋ- ዋትስኣፕ ትመስክር መዓስ ጥዕመካ በቃ ዋትስኣፕ ንሳ ጥራይ እታ ትመስክር። መደብ ኣሬንጅ ክንገብራ
ንሳ ጥራይ ኢና ንፀሓሓፍ ኔርና እዚኣ ባዕለይ ደውፃኹዋ እያ። ጽቡቅ ገሚትካ ግን እ? ዳርጋ እዚ ምርጫ ክብድ ዝበለ እዩ ነይሩ ኮይኑ ስምዓኒ
ብጣዕሚ ተፈላለየ ሰዋ ክብድ ዝበለ እዩ ነይሩ
ሕራይ ንኸድ ንኸድ ንኸድ ንኸድ ታድሸይቲ ሕቶ ሕጂ ኣቤልና ባኸ ኦኬ ኦኬ ንኸድ ሶልያና ተድንቆ ካብ ድምፃውያን ሃገርና ብሓፈሻ ማለት እዩ። ሀ ዓንዲት ዑቕባይ ለ ቶማስ ኣልኣዛር ሐ ተመስገን ያረድ መ ሄኖግ ተኽላይ ናጎ ኣጆኻ። እስከ ድገም ድገመለይ እስከ። ሐራይ ሀ ዓንዲት ዑቕባይ ለ ቶማስ ኣልኣዛር ሐ ተመስገን ያረድ መ ሄኖግ ተኽላይ ናጎ። ቶማስ ኣልኣዛር። ቶማስ ኣልኣዛር እዋይ ኣይሰለጠትካን። ኣይረኸብክዋን?
ኣይረኸብካያን።
እሞ ተድግመኒ ዶ? ምምዝጋብ ዘየለ እንተ ኣቲኻያ ኣቲኻያ ኣትየ። ሕሰበሉ ዝበሃል ነገር የለን እሞ እታ መልሲ ሀ ዓንዲት ዕቑባ እያ ከምቲ ኣብቲ ሕቶ ክሓተኩም ከለኹ ኣብቲ ቴክስ ነገርኩኹም ተወሳኺት ሕቶ ኣላታ ሶሊ ናባኻ እያ ሕቶላት ንሓንቲ። ሕራይ ሓራይ ሕራይ ሓራይ ንበል ኣብ ሓደ ውራይ እቲ ውራይ ናትኩም ንበሎ ተመስገን ያረድን ዓንዲት ዕቕባይን ኣብቲ ውራይ ተዓዲሞም መጺኦም ኣለዉ ንስኺ ከኣ ውራይኩም ስለ ዝኾነ ተሳሲ ኔርኪ ዓንዲት ሶሊ ጸዊዑ ሓንቲ ኮካ ባምጽለይ ኢለኪ ብግስ ምሰልኪ ከዓ ተመስገን ከዓ ዋላ ንዓይ ሓንቲ ኮካ ምፅለይ ይብለኪ ሕጂ ኣጋጣሚ ፍርጅ ከፊትኪ ሃሰስ ተበልኪ እንትርፎ ሓንቲ ኮካ ካልእ የለን ስፕራይት መሪንዳን ገለ መለ ኣድዩ ትቁፀሮ ሕጂ እዛ ሓንቲ ኮካ ንዓንዲት ዕቋይ ዶ ምሃብክዮ ወይስ ንተመስገን ያረድ ሓደ ምረፂ ዘይትምልስ እያ ተኾንኪ ሓንቲ ቀላል መቕፃዕትላ መቸም ትፈልጢ ኢኺ ተመስገን ያረድን ዓንዲት ዕቑባይን ናብ ብንእሽቶም እዮም ዝፋለጡ ሕጂ ማዕረ ክንደይ ሓዲኦም ትመርፂ ክሪኤኪና እንድሕር ዘይትምልስያ ኮንኪ ከዓ ንእሽተይ መቕፃዕቲ ላትኪ እወይ እንታይ እያ እዛ መቕፃዕቲ
ቀላል እያ ድሓን ኣጆኺ ድሓን ትምልስያ ዲኺ ትምልስያ ንኺ ዝሓቶ እዋ ኖ ኣይምልሳን እየ ኣይምልሳን ራይ ፅቡቕ ስተያ ባዕልኽ ባዕልኽ ስተያ ኖ ኖ እዚ ነፍሰ ትወት እዩ ሃራይ ንኺድ ደሓን ሰሊ ክትቅፅዒ ኢኺ መቸም ተዋሳኣይቲ ኢኺ ብቕዕቲ ተዋሳኣይቲ ኢኺ ንፍዕቲ ኢኺ ሕጂ ተዋሳኣይቲ ስለ ዝኾንኪ ኩሉ ነገር ከዓ ክትመስልዮ ስለ ዘለኪ ኣቤል ኣብ መስመር ኣሎ ልክ ከምዛ ዘፍቀርክዮ ብፍቕሩ ሕምም ከም ዝበልኪ ናይ ፍቕሪ ሕቶ ንኣቤል ትድሮስ ሕተትዮ እዚኣ መውፃዕቲ ቀላል እያ ልክ ከምዛ ካሜራማን ኣብ ቅድሚኺ ዘሎ ዳይሬክተር ከዓ ሬዲ ሬዲ ኣክሽን ዝበለኪ ልክ ከማ ጌርኪ ኣብ ስሜት ኣቲኺ ንፍቕሪ ፈትዮ ኣጆኺ ካብ ሓደ ሰላሳ ሰከንድ ገል ልዕሊ ክፀንሐ ኣለኪ ንሕና ኣይንዛረብኒና ስቕኒ ክንብል ፅቡቅ ጀምሪ ሃውቲ ግን ኣቋርፁን ኢኹም ድሓን እሱ ድሓን ፀገም የብሉን ድሓን ካብ ኮቢ ትበፅሕኒ ክ ድሓን ፀገም የብሉን ሕዘኪና ንሕር ቀፂልኪ ናራይ ኣቤ ኣቤ ሽኮር መጀመርያ ርኢ መሰበልኩኻ የዕንትኻ ይፈትዮ ድሕሪኡ በቃ ድሕሪኻ ክኸይድ ስራሕካ ክመላለስ ነዊሕ ግዜ ወሲደ ምናልባት ንስኻ ይርድኣካ እንሆን ንዓይ ግን ኣብ ልበይ ፍሉይ ቦታ እዩ ዘለካ ክንደይ ግዜ እየ ንዓኻ ክርኢ ስራሕኩም ንመላልስ ሕጂ ግን በቃ ተወዲእኒ እንታይ እሞ ሓዲኡ ክትብለኒ መጺእካ ኣለኹ ኣይትጨክነለይን ከኣ ትኾን እዚ ኩሉ ፍቅረይ ርኢኻ ሓረይ ትብለኒ ትኸውን ዓርኪ ከም ዘይብልካ እኮ ኣረጋጊጺ የዕርኩትካ ነጊሮምኒ እዮም ክገርመካ ወላ ነዕርኩትካ እየ ድፈልጦም ብሰንክኻ ሕጂ ሓረይ ክትብለኒ ይልምነካ ኣለኹ ዋእ ይኣኽል እባ ኢፕሶድ ሙሉእ ድየ ክሰርሓልኩም ደኣ ዋው ዋው ዋው

ኣቤል ቴድሮስ ዘድንቆ ካብ ድምፃውያን ሃገርና ንመን ኢልኪ ትግምቲ ሀ ተመስገን ገብረስላሴ ጣኒቆ ለ ዮሃንስ ትካቦ ወዲ ትካቦ ሐ ኪሮስ ኣስፍሃ መ ዳዊት ተክለሰንበት ሽላን
እዋይ ወዲ ትካቦ ወዲ ትካቦ
ረኺብኪያ
ረኺበ እንታይ ደዮ ዘመን እንታይ ደዮ ኮይነ ድምፆም ሲ ዘመሳስል ኣለዎም
ረኺብኪያ ረኺብኪያ ብኸምኡ እየ ናይ ብሓቂ

እንታይ ደኣ ሰላይና ጥራሕ ኣይኮነትን ንበል ሓደ ዓርክኻ እንዳ ሙዚቃ ኣለዎ ኣብቲ እንዳ ሙዚቃ ኣጋጣሚ ኮይኑ ዮሃንስ ትካቦ ወዲ ትካቦን ቶማስ ኣላእዛርን ብሓንሳብ ካሴት ኣውፅ ማለት እዩ ሕጂ ክልቴን ካብ መሸጣ ነይረን እቲ ዓርክኻ ክልቴን ካሴት ኣብትካ ኣትሕዝ ኣቢሉ ኣብ ዓርከይ ካብዘን ክልተ ካሴት ሓንቲ መሪፅካ ንትፈትዎ ዓርክኻ ሃቦ እንተዝብለካ ናይ መን ካሴት ምሃብካዮ ናይ ዮሃንስ ትካቦ ትካቦዶ ወይስ ናይ ቶማስ ኣልዓዛር ሓዲኦም ምረጽ ወይ ከኣ ክትቅጻዕ ኢኻ። እህህ ኣጆኻ
ኣይትሓዘለይ እምበር ኣነ እውን ትካቦ ምሃብክዎ።
ኦኬ በቃ ወትካዊ ምሃብካያ እያ ንወትካዊ ሕራይ ፅቡቅ ሕራይ ንኪድ
ኣይሰምዓን ኹም እንቶም ኣዛ መደብ እንድዒ እዚኣ ስፈልጣ ይብለይ መቸም ሶሻል ሚድያ እንድዩ ሕራይ ፅቡቅ ዳሓን ንኪድ ሰሉና ባኸየ
ኣቤል ኣቤል ቴድሮስ ኣፍቂሩ ክሓትት ዶ ተፈቂሩ ክሕተት እንታይ ደስ ይብሎ ኢልኪ ትግምቲ? ሀ ተፈቂሩ ክሕተት ለ ኣፍቂሩ ክሓትት። እዋይ ኣፍቂሩ ክሓትት ዶ ደስ ዝብሎ ክኸውን? ኣፍቂሩ ክሓትት ዋው ረኺብክያ። ትኸደካ ኣላ ትኸደካ ኣላ ኣቢ ትኸይድ ኣላ ትኸደካ ኣላ ትኸብድ ኣላ እዛ ፀወታ ትኸይድ ኣላ ትኸይድ ኣላ ትግድፈካ ኣላ ሃራይ ንኺድ ኣቢ ናባኸ
ኦኬ
ሶልያና ዳዊት ተፈቂራ ክትሕተት ዶ ኣፍቂራ ክትሓትት እንታይ ትፈቱ ኢልካ ትግምት ሀ ተፈቂራ ክትሕተት ለ ኣፍቂራ ትሓትት።
ሶሊ ደኣ እሞ ተፈቂራ ክትሕተት። ተፈቂራ ክትሕተት ሕጅስ እባ ደሓን ትርክባ ኣለኻ።
ከምኡ ሓቂ መልስ መሊሰ ኣለኻ ኦ ለተፈቂራ ያ፣ ክትሓተት እያ ትፈቱ ወይ ደስ ዝብላ ወ ጉዕዞ ጉዕዞ ጉዕዞ ጉዕዞ ጉዕዞ ካብ ዝገርመኩም ተፋጠጥ እያ ዘላ ናይ መወዳእታ ሓንቲ ሕቶ ተሪፋ ኣላ እወይ ሓባይ ኢና ዘለና ማዕረ ኣለና ኦ፣ ማዕረ ኣለኹም ኦኬ፣ መፍ- መፈላለይት ናይ መወዳእታ ማለት እዩ ኦ፣ ፈላለየት ናይ መወዳእታ መፈላለየት ኣይኮነትን ተመሪሕኻ ኣለኻ ዝዓርከይ ኣነ ትመሪሕ ኣለኹ ተመሪሕኻ ኣለኻ ተመሪሕኻ ናይ ገዛውቲ ናይ ዓዲ ብሓቂ ደሓን ናይ ካምፓላ ይትግበረዋ
ተመሪሕኻ ኣለኻ ኣጆኻ ደሓን እዚኣ ወይ ኦኬ ማዕረ ወይ ገለ ትከውን ኢኹም ወይ ክትሰዓር ኢኻ ሃራይ እዋ እ፣ ሰሉ ደሓን ናባኸ ኣለኻ እየ ኣቢ ሰሉ ናባኸ እየ ኣራይ እሺ ኣቤል ዝፈትዎ ዓይነት መስተ እንታይ ኢልኪ ትግምቲ ሀ ኣረቂ ለ ዊስኪ ሐ ቦትካ መ ቢራ እህ
እንታይ እታ ናይ መወዳእታ ናይ መወዳእታ ቢራ ሀ ኣረቂ ለ ዊስኪ አ ሐ ቦትካ መ ቢራ

በል ብሽመይ ሓንቲ ቢራ ስተ እንታይ ይበሃል ኮይኑ
ኣይተኸኣለትን ኣይተኸኣለትን ረኪብከያ ዋ
ፈሊጣታ ረኪብከያ ሰኒ ረኪባታ ኣላ እስኪ በል ደሓን መምለሲት ገዛ ትኾነካ ካብ ብክልተስ ብሓንቲ ክትሰዓር ቁርብ ናይ መወዳእታ ሓቶ ናባኻ ኣላ ሐራይ ኣቢ ሶላይና ዳዊት ትፈትዎ መስተ እንተልካ ትግምት ህ ዋይት ሆርስ ለ ስዋ ሐ ዋይን መ ሜስ ዋይን ዋይን ዋይን ናይ ብሓቂ ዋይን ሕጂ ረኺብካያ ኣለኻ ደቂ ኣንስትዮ ዋይን ፈትዋልካ ዲኻ
ከማይ እኔዎ ሓቂ ዘረባ መብዛሕተን ደቂ ኣንስትዮ ዋይን እየን ዝሰትያ ደሓን ግን ስሕስሕት ኢልኪ ሜስ ከመይ ኸ ስዋ ትፈቱ እንዲኺ ሶሊ እዋ ስዋ ወላ ፎቴ ባህላዊ መስተ ናይ ዓድና እንዲዩ እዋ እዋይ እሞ ክቡራትን ክቡራንን ስነ ጥበኛታት ሶልያና ዳዊትን ኣቤል ቴድሮስን በዚ ክካየድ ፀንሐ ናይ መዘናግዕን ናይ መንገመተ መደብ ተዓዋቲት ሶልያና ዳዊት ኮይና ኣላ ሽልማታ ከኣ ሞራል ሓቦ ኒሕ ተስፋ ክትሰንቕ ከም ዘለዋ ምንጋር ጥራሕ እዩ
ሓጎሰኪ ሶሊ ዓደይ ሰሊ ሓጎስ ኩላትና ኣቤ እንኳዕ ሓጎሰኪ
እ፣ ጽቡቕ ትግምት እዩ ከመይ ጸኒሑ መደብ እዋ ምግማት ሶሊ።
ክዳን ጽቡቅ ጸኒሑ ብጣዕሚ ኣዘናጋዒ ካብ ኩሉ ከኣ ኣቢ እንታይ ይፈቱ ገልመለ ከኣ ንእግረ መንገድና ፈሊጥና ኣለና። ኦኬ ጽቡቅ ኣቢ ከ ከመይ ጸኒሑ ደፊ ሕቶ ከመይ ኔሩ። ብጣዕሚ ቤላ
ከቢድ እዩ እቲ ሕቶ ከምዚ ክንሃጽጽ ኢና ጸኒሕና ካብ ኩሎም ዓበይቲ ኣርቲስት እንተኣስ ንመን ትፈቱ ንመን ገለ ንመን ገለ መለሲ ከቢድ እዩ ብዙሕ ኩሎም ከባድ ሓያላት እዮም
መደብ ግን ሶሊ እንኳዕ ሓጎሰኪ ድሓን
ፅቡቅ
ራይ ፅቡቅ እስኪ ብሓፈሻ እስኪ ኣብ ስነ ጥበብ ሃገርና እስኪ ስነ ጥበብ ሃገርና ኣብ ከመይ ደረጃ ለልኩም ትግምግሙ ነንእሽተይ እስከ ኣብባእኻ እሞ ወይ ክንደይ ሚእታዊት ትህቦ እሞ ክንደይ ሚእታዊት ሂብካ ኣብ ከመይ ደረጃ ኣሎኸ ትስምዓካ ስቲ ኣሉታውን ተኣውንታውን ጎንስ እስኪ ንሻየ ኣብ ከለኻ
ኦኬ እሞ ኣነ ዲ ክዛርብ ሕጂ ኣነ ምሽ ተዛርብ ሰኻ ሽዑ ሰለ ትዛረብ እያ
ሰሉ ዶ ትቅድመኒ? ደሓን ደሓን ንስኻ እይ ሰሉ ትቅድሚዮ ዲኺ?
ኣነ ደኣኒ ብመልክዕ ድራማ እንድሕር ክዛረብ ተኾይነ ብሓፈሻ ማለተይሲ ከም ከምቲ ብሓፈሻ ብሓፈሻ ተኾይኑ ማለተይ እቲ እቲ ስነጥበባዊ ይሰርሕ ኣሎ ብዓቕሙ ካብ ኩሉ ድማ ኣብ ካብ ሃገርካ ወፂኻ ኣብ ስደት ኮንካ ክትሰርሕ ትፈልጡ ኢኹም ከመይ መስዋእቲ ትኸፍል ብጣዕሚ እዩ ከቢድ ከምቲ ኣብ ዓድኻ ኮንካ ትሰርሖ ኣይመፅን እዩ ግን ብኡ መጠን እቲ ስነጥበባዊ ይሰርሕ ኣሎ ዓቕሙ የፍሪ ኣሎ ደሓን ደረጃ ኣሎ ይብል ኣሎ ክንደይ ሚታዊት ትብዮ ብናትኪ ገምጋም?
ማተይስ እተን ናተይ ጽቡቕ ፐርሰንት ዝብለን ሓደ ሱሳ ፐርሰንት ዳርጋ ጽቡቕ ኣሎ ኦፍ ኮርስ ጎደሎታት ኣሎ ማቲ ኣለና ጎደሎታት ምስቲ ናይ ቀደም ዋላ እኳ ክወዳደር እንተዘይከኣለ ሱሳ መጠን ግን ኣብ ደሓን ኩነታት ኣለዉ ይብል ኣነ። ጽቡቕ ርዱእ እዩ። እቲ ኣርብዓ ሚእታዊት ከኣ ሓይልና ንኽንሰርሕ፣ በርቲዕና ንኽንሰርሕ፣ ካብ ዘሎ ደረጃ እቲ ኣርብዓ ማዕቢልና ሚእታዊት ንኽንሰርሕ ከኣኒ እዩ። እወ ማዝ እወ ያ በርቱ ጽቡቕ ውዲ ብሓንሳብ ነገር እዩ። ሓቢርና ዝጎደለና እንዳመላእና ያ ንሰርሖ ነገር ማለት እዩ። ያ እቲ ጉዕዞ ቀጻሊ እዩ። ጽቡቕ ሶሊ እስከ ኣቢኻ።
እወ ዳርጋ ከምዚ ሶሊ ዝበለቶ እዩ። በቲ ኣብ ውሽጢ ዓድን ካብ ሃገርና ወጻእን ድፈሪ ደሎ ስራሕ እንድሕር ርኢኻዮ ብጣዕሚ ጽቡቕ ነገር ደለዎ ስራሕ ኣሎ ጉድለታት ደለዎ ስራሕ ከኣ ኣሎ ማለት እዩ ብሓፈሻ ኣብ ስደት ወጺኻ ከምዚ ድበለቶ ሶሊ ኣብ ካምፓላ ኮንካ ኣብ ኢትዮጵያ ኮንካ ኣብ ሱዳን ኮንካ ወላ ኣብዚ ኤሮፓ ኮንካ ትሰርሕ ከለኻ ጸቢብ ግዜ ረኺብካ ኢኻ ትሰርሖ ንኣብነት ሕጂ ኣብ ኣፍሪቃ ኮይና ክንብሎ ከለናሲ እቲ ሰብ ስራሕ የብሉን ብዝተፈላለየ ተሓዊሉ ድዩ ብካልእ ካልእ ሓገሳት እንዳተነበረስ ኣብ ርእሲኡ ከኣ መሊሱ ከምዚ ዓይነት ስራሓት ክሰርሕ ከሎ ክተባባዕ ኣለዎ ጥራይ ኢካ ትብል ትመንጽኦ ኣብዚ ከኣ መጺካ ከኣ ኮም ብዙሕ ግዜ የለን ንክትሰርሕ ግን ፍቅሪ ናይቲ ሞያ ስለ ዘለካ ጥራይ ወላ እቲ ከምቲ ንፈልጦ ኩላህና ውን ብዙሕ ገንዘብ ኣታዊ የብሉን ካብ ትክፈለሉስ ኣብቲ ስራሕ ተውጽኦ ገንዘብ ይበዝሕ። ብሓፈሻ ምስዚ ኩሉ ጸገማት ክትሪኦ ከለኻ ኣነ ብወገነይ ኣብ ጽቡቕ ደረጃ ኣሎ እየ ድብል። ምኽንያቱ ካብቲ ዝነበረ ቀደም ናይ ሃገርና ብዕጽፊ ብዙሓት ተዋሳእቲ ፈርዮም ኣለዉ ኣብ ዝተፈላለየ ዓይነት ሞያታት ማለት እዩ። ብሓፈሻ ኣብቲ ፊልም ንኽንዛረብ ኣብ ተዋስኦ እንድሕር ኮይናስ በብዝተፈላለየ ሸነኻቱሲ ብዙሓት ተዋሳእቲ ፈርዮም ኣለዉ። ሕጂ እዚ ከኣ እቲ ብልጫ ናቱ ከኣ ይብል ኣነ ከኣ ብሓፈሻ ግን ኣብ ጽቡቕ ኣሎ እየ ክብል ዝኽእል ኣነ ራይት ጽቡቕ ክንደይ ሚእታዊት ምሃብካዮ ሰብዓ ሚእታዊት ሰብዓ ሓራይ ጽቡቕ ኩሉ ነገር ሙሉእ ዝበሃል የለን እንድዩ ኣብ ቀጻሊ ንክንሰርሕ ንክንብርትዕ ብምባል እዩ እምበር ኩሉ ነገር ሲርዳእና እቲ ጸገማት ናይ ስደት ነገር ናይ ኩሉ ርዱእ ነገር እዩ ግን ንቐጻሊ ሲ ካብ ዘሎ ናወሰካ እንዳ ትኸይድ ዝኾነ ነገር ካብ ዘሎ ኣሰራርሓና ኣካይዳና ኣብ ሙዚቃ ኹን ኣብ ብሓፈሻ ድራማ ኹን ኩሉ ኣርት ዘበለ ኣብ ቅብ ኣድዩ ስእል ብሓፈሻ ክም በርቲዕና ንክንሰርሕ ብዝብል እዩ ካልእ ኣይኮነን። ብጣዕሚ ደስ ዝብል ኣገላልጻ እስኪ ኣቤል ተዋሳኣይ ኢኻ ከምኡ ውን ድምጻዊ ኢኻ ኣነ ካብ ደርፍታትካ ጥዑማት እዩ ኩሉ ደርፍታትካ ብፍላይ ማሙቀይ ትብል ይፈትዋ እየ ካብኣ

ተሓጒስኪ እምበር ገለ ይትነርካ ዶ ሓቂ ጥዑም ድምፂ ደስ ዝብል ጥዕም ደርፊ ያሳ ወላ ተካለ ስራሓትካ ጥዑማት እዮም
ብጣዕሚ እየ ዘመስግን እስኪ ኣብ መወዳእታ ኩሉ ነገረ ዳርጋ ወዲኤ ኣብ ነንሕሕትኩም ትበሃሉ ተለኩም ሞራል ዲኹም ወይ ተስፋ ክትወሃቡ እስኪ ሶሊ ንኣብ ትብልዮ እንተለኪ ኣብ ከዓ ንሶሊ ትብላ እንተለካ ተባሃሃሉ
በቃ ንኣቢ ደኣ እሞ ንፉዕ እዩ ብጣዕሚ ንፉዕ እዩ ኣብ ደርፊ ኣብ ድራማ ኣነ ብክልቲኡ እየ ዝፈትዎ ሓንቲ ክብሎ ዝደሊ ግን ማለት ኣብ ድራማ ብጣዕሚ ኢኻ ንፉዕ ኣብ ደርፊ ብጣዕሚ ኢኻ ንፉዕ ስለዚ ኣብ ክልቲኡ ሞያ ክትሰርሓሉ ጎኒ ጎኒ ጌርካ ንሓደ ከየብለፅካ ጎኒ ጎኒ ክትሰርሓሉ ንዓይ ደስ ዝብለኒ ማለት እዩ ቀጽሎ
ራይ ጽቡቅ ቴንኪ ሰናይለይ እሺ እዋ ኣነ ንሶሊ ብጣዕሚ ካብተን ዘድንቀን ተዋሳእቲ እያ ካብ ኩሉ ስርሓታ ካብ መጀመርያ ወላ ብንእሽተኣ ከላ ኣብ ዋሪ ከላ እንደገና ናብ ኤርትራ ምስ መጸ ኣብ ኤርትራ ዝሰራሓቶ ፊልምታት ኣብ ካምፓላ ዝሰራሓቶ ፊልምታት ካብ መጀመርታ ክሳብ መወዳእታ እየ ዝከታተሎ ነይረ ካብ ኩሉ ነገር ደስ ዝብለኒ ናይ ሶሊ ከኣ ኣብ ድኾነ ዓይነት ገጸ ባህሪ ድኾነ ካራክተር ተላቢሳ ክትሰርሕ ትኽእል ተዋሳኢት እያ ንሓደ ተዋስኦ ከኣ ንሓደ ፊልም ከምዚ ሂወት ትዘርኣሉ ተዋሳኢት ኮይና ትስማዓኒ ብጣዕሚ እየ ዘድንቃ ሶሊ ሓፍተይ ከኣ ኣጆኺ በርትዒ ሓደ ካብቶም ኣድነቅትኺ እየ ኣነ ከኣ።
ኣቢ ሓወይ thank you የቀንየለይ።
ኦኬ ጽቡቅ መቸም ኣብ ነንሕሕድና ኣብቲ ሞያ ክሳብ ዝሃለና ሞራል ክንወሃሃብ ክንደጋገፍ ሓሳብ ርእይቶ ክንቀባበል ጽቡቅ ስለ ዝኾነ ነንሕሕድኩም ተባሃሉ ኢለኩም ብጣዕሚ ዘመስግነኩም ስለቲ ግሉጽነትኩም ስለቲ ዕድሜ ኣኺቢርኩም ኣብዚ መደብ ስለ ዝተረኸብኩም ኣብ ቀጻሊ ከይቆርመመ ከይሽርመመ ብሰላም ኣራኸበና ኣብ ስራሕኹም ዓወትን ኣሳልጦን ይምንየልኩም ደጊመ ደጋጊመ ብሽመይን ብሽም ተኸታተልቲ ጀያ ራድዮን ካብ ልበይ የመስግነኩም ኣቤል ቴድሮስን ሶልያና ዳዊትን ሰላም ሓወይ ንዓኻ ከኣኒ ስለ ኣኽቢርካ ዝዓደምካና ከኣ ብልቢ ነመስግነካ የቐኔለይ የቐኔለይ ብጣዕሚ ኢና ነመስግነካ ራሜ ብሽምካን ብሽም ጀዮ ራድዮ ኦኬ ቴንክ ዩ ኣነ ብጣዕሚ ዝምስግነኩም ኣብ ቀጻሊ ረኽበና ኣወት መሳልጦን እሺ እሺ እሺ እሺ እሺ ክቡራት ሰማዕቲ ንሎሚ ምስ ስነ ጥበባውያን ሶልያና ዳዊትን ኣቤል ቴድሮስን ዘካየድክዎ መደብ ኣብ ዛዚመ ኣለኹ ኣብ ዝቕፅል ምስ ካልእ ኣጋይሽ የራኽበና ምሳኹም ኣብ መስመር ፀናሕኩ ኣዳላውን ኣቕራብን ናይዚ መደብ ራሞን ንጉሴ ብሩኽ ቅነ ይቕንየለይ